ድምፂ ኣሜሪካ ዋሽንግተን ዲሲ ተወልደ ወልደ ገብርኤል ከመይ ኣምሲኹም እዚ ቀዳመ ሰንበት ዝቐርብ መደብ ሕቶን መልስን እዩ ብዕስራን ሓደን ዕስራን ክልተን ሰላሳን ሓደን ሜትር ባን ከምኡ እውን ብሳተላይት ብቐጥታ ካብ ዋሽንግተን ዲሲ ዝመሓላለፍ መደብ ቀዳመ ሰንበት ሕቶን መልስን ንሎሚ ቀዳም ኮቪድ-19 ኣብ ዓለም ካብ እዋን ናብ እዋን እናወሰኸን መልክዑ እናተቓየረን ይኸይድ ኣሎ ንዕኡ ንምክልኻልን ንሓዋሩ ንምጥፋእን እውን መጽናዕትታትን ምርመራታትን ቀጺሎም ይርከቡ ንዚ ስዒቡ ድማ ዝተፈላለዩ ክታበታት ተረኪቦም ኣለው ገገሊኦም ድማ ንናይ ባዕሎም ሕፅረታት ክህልዎም ከሎ ክሳብ ሎሚ ውፅኢታውያን ኮይኖም ዝቐጸሉ እውን ኣለዉ ኩሎም ግን ንቫይረስ ኮሮና ኣብ ምክልኻል ልዑል ተኽእሎ ከም ዘለዎም እዩ ዝግለጽ ኣብ ዝሓለፈ ሰሙን ሚኒስትር ጥዕና ኢትዮጵያ ልያ ታደሰ ንኮቪድ ኣመልኪታ ብዝሃበቶ መግለጺ ኣብ ኢትዮጵያ ብኮሮና ቫይረስ ዝተሓዙ ሰባት ካብ ክልተ ሚእታዊ ናብ ዓሰርተ ክልተ ሚእታዊ ምዕባዩ ቁፅሪ ብፅኑዕ ሓሚሞም ኣብ ሆስፒታላት ዝኣትውን ዝሞቱን እውን ይውስኽ ምህላው ገሊፃ ነይራ። እዚ ከምዚ ኢሉ እናሃለወ ሰባት ነቲ በብእዋኑ ባህሪኡ እናቐየረ ዝመጽእ ዘሎ ሕማም እሞ ድማ ንግዜኡ ተረኺብሉ ዘሎ መከላኸሊ ክታበት ንዘይምቕባል ዝተፈላለዩ ምኽንያታት ክፍጠሩ ወይ እውን ዝተፈጥረሎም ምኽንያታት ኣሚኖም ክቕበሉ ንርእን ንሰምዕን ኣለና ነዞም ነቲ ክታበት ኣመልኪቶም ዝፍጠሩ ዝተፈላለዩ ሓበሬታታት መበገሲኦም እንታይ ክኸውን ይኽእል ዝብል ንምርኣይ ሳራ ፍሳሃየ ክልተ ሰብ ሞያ ጥዕና ዓዲማ ኣላ ዶክተር ኣረጋይ ግርማይ ካብ ኖርዝ ካሮላይና ጋስተን ኣገልግሎት ሕክምና ስድራ ይሰርሕ ዶክተር ተስፋይ ጠጠምቀ ካብ ኣሌክዛንደርያ ቨርጂንያ ሓኪም ውሽጣዊ ኣካላት እዩ ናብኡ ከስግረኩም
ምስቲ ሕማም ተታሒዙ ናብ ዘለዉ ብፍላይ ምስ ኮቪድ-19 ኣረኣያታትን እምነታት ሰባትን ኣብቲ ሕማም ንዕኡ ክፍውሱ ወይ ክከላኸሉ ተባሂሎም ንዝተሰርሑ ክታበታት ተኣሳሲሩ ዝተፈላለዩ ሓሳባት ይለዓሉ እዮም ሲዲሲ እውን ከም ዓብዪ ስግኣት ኢሉ ዘቐመጦ ግጉይ ሓበሬታ ኢልዎ ኣሎ ብፍላይ መስቲ ክታበት ሰባት ስለምንታይ እዮም ከምዚኦም ዓይነት ግጉያት ሓበሬታታት ክሰምዑ ወይ ከዓ ንምንታይ ከ እዩ ግጉይ ሓበሬታ ዝፍብረኽ ዘሎ ኣብዚ ክታበት እንታይ ክኸውን ይኽእል ምክንያቱ ብኡ እስኪ ንጀምር ዶክተር ኣረጋይ ግርም የቐኒለይ ሳራ መቸም ናሰብ ዕላማ ብዙሕ እዩ ገሊኦም ገሊኦም ብጥቕሚ ዝተተሓዘ ነገር ኣለ ሓዲኦም መፅሓፍ ዝፅሕፎ ኣለዉ እቲ መፅሓፉ ምእንታን ቅበለ ክሽየጦም ኢሎም ዘይኮነ ሓበሬታታት የቕርቡ እዮም። ምስ ጥቕሚ ዝተተሓዘ ነገራት ኣሎ። ኣብ ሓደ ሓደ ኩነታት እውን ሰባት ባዕሎም ስለሉና ሳይንስ ምዕባለ ብዘይ ምርዳእ ኣብ ጌጋ ይኣትዉ እሞ ምስኣቶም ካልኦት ግጉያት ሰባት ክኾኑ እውን ዝገብሩ ኣለዉ እና እቲ ሰብ ክገብሮ ዘለዎ ዓብዪ ንቕሓት ክህልዎ ለለዎ። እቲ ሓበሬታ ካበይ እዩ ልመጽእ፣ መን እዩ ለምጾ፣ እንታይ እዩ ዕላምኡ ናቲ ሓበሬታ ኢሉ እቲ ሰብ ክምርምር ኣለዎ። እዚ ዓብዪ ንቕሓት ክኾኖ ኣለዎ። ምክንያቱ ሓበሬታ ብሕዚ ግዜ ናይ ህልውና ሓደጋ እዩ ተብሂሉ ብሲዲሲ፣ ብዳብሊው ኤች ኦ፣ ናይ ዩኤስ ሰርጅን ጀነራል እውን ጠቂሶም እዮም እና ግጉይ ዝኾነ ሓበሬታ ልቤተሰብ ይኹን ልግለሰብ ሓደጋ እዩ እሞ እዚ ተጠንቂቅና ክንምርምሮ ኣለና ካበይ ሃም ልመፀ እዚ ሓበሬታ እዚ ዶክተር ተስፋይ ኣብዚ እንታይ ትብል ሕቦ እቱ ሕዚ ዝለዓል ዘሎ ሰፊሑ ከም ሓደ ናይ ንስክታበት ኣብ ተግባር ንከይውዕል ወይ ድማ ሰባት ተጠቀምቲ ንከይኮኑ ዕንቅፋት ክኸውን ዝኽእል ኣመለኻኽታታት ዝረአ ዘሎ ኣሳሕቢና ተርእናዮ እቶም ዝተወሰኑ ነገራት ከምቲ ዶክተር ኣረጋይ ዝበሎ ያው ዝተፈላለየ ድልት ዘለዎም ሰባት ዘልዕልዎ ክኸውን ይኽእል እዩ ብጠቕላሉ ክንሪኦ ተለና ግን እቲ ናይ ኮቪድ ሕማም ሓዱሽ ሕማም እዩ ንቲ ሕማም ንሱ ንምክልኻል ቅድሚ ሕዚ ነዊሕ ግዜ ኣብ ሕብረተሰብ ተፈሊጡ ኣብ ስራሕ ዝወዓለ ክታበት ኣይነበረን፣ ሓዱሽ እዩ። ሓዱሽ ነገር ክመፅእ ተሎ ድማ ኩሉ ሰብ ዋላ ይኹን ናይ ምጥርጣር ባህርታት ክረአዩ ይኽእሉ እዮም። ገለገሊኦም ቁኑዕ ብዝኾነ መንገዲ ማለት እዩ ጉድኣት ዶ የምፅ ይኸውን ሓደጋ ዶ ካብቲ ጥሙስ እቲ ሓደግኡ ዶ ይበዝሕ ይኸውን ኢልካ ናይ ንክትውስን እትገብሮ ናይ ሓሳብ ዝተፈላለየ ሓሳብ ናይ ምርኣይ ጉዳይ ክኸውን ይኽእል እዩ። እዚ ምስ ሓኪም ተማኺርካ ወይ ድማ ካብቱ ዝተፈላለየ ብሚድያታት ካብ ዝተፈላለዩ ናይ ጥዕና ምክልኻል ኤጀንስታት ዝመሓላለፍ ትኽክለኛ ዝኾነ መረዳእታታት ርኢኻ ክመዓራረ ዝኽእል ነገር ማለት እዩ። ዘይንፈልጦ ነገር ወይ ድማ ቅድሚ ሕዚ እቱ ብዛዕባ ኮቪድ ሓሲቡ ፅቡቅ እውን ሕማቅ እውን ዝዛረብ ሰብ ቅድሚ ሕዚ ዘይፈልጦም ነገራት ንክፈልጥ ብምግባር ክመዓራረ ዝኽእል ነገር ማለት እዩ። ስለዚ ሕማም ዓብይ ጉድኣት ዘብፅ ሕማም ክኸውን ተሎ ብዙሕ ህዝቢ ዝጎድእ ክኸውን ተሎ ኩሉ ሰብ እዩ ከም ኣጀንዳ ዝሪኦ ኩሉ ሰብ ኣጀንዳ ገይሩ ክብልዕሎ ተሎ ድማ ዝተፈላለዩ ዓይነት ኣመለካክታ ይመፅእ ማለት እዩ። ዝተፈላለየ ዓይነት ኣመለኻኽታ ብሓደ ገፅ ንኸይወስድዎ እቱ ክታበት ወይ ድማ መከላኸሊ ሜላታቱ ውፅኢታዊ ድዮም ኣይኮኑን ኢሎም ሪኦም ወሲኖም ንክወስዱ ወይ ንኸይወስዱ ንምውሳን ዝግበር ፃዕሪ እዩ። ካሊእ ገፅ እንደገና ጉጉይ ሓበሬታታት ስቕ ኢሎም ናብ ዝተፈላለዩ ሕብረተሰብ ይበፅሑ እሞ ከም ትኽክል ከም ትኽክለኛ ሓሳብ ወይ ድማ ከምቱ ብዙሓት ሰባት ዝኣምንሉ ገይርካ ወሲድካ ያው ናብ ንስኻ እውን ተወሳኺ ከምኡ ዓይነት ነገር ምዝራብ ናብ ካሊእ ንክመሓላለፍ ምግባር ማለት እዩ እና ካብዚታት ክለዓል ይኽእል እዩ ብጠቕላሉ ክረአ ተሎ ግን ክገርመና የብሉን እዚ ሕማም እዚ ንብዙሕ ሰብ ስለ ዝጎድእ ካብቱ ሕማምቲ ንምክልኻል ድማ ብዙሕ ሰብ ክታበት ክወስድ ስለ ዝግብኦ ኣብ ኩሉ ሰብ ገዛ ኣጀንዳ ኮይኑ ኣሎ ብዝተፈላለየ መንገዲ ተፈላለየ ሓሳባት ክመፁ እዮም። እቶም ጌጋ እናፈለኻ ምእራም፣ እቶም ብዘይምርዳእ ዝመፁ ነገራት እውን ያው ንሰብ ብዙሕ ንክመሃር ብምግባር ክመዓራረዩ ይኽእሉ እዮም እና ካብዚ ዝተበገሰ ክኸውን ይኽእል ኢለ ይሓስብ። ቕድሚ ሕዚ ምናልባት ድሕሪት ምልስ ኢልና ኣብ ዝነበሩ ብዙሓት ከምዚኦም ተላገብቲ ሕማማት ነይሮም እዮም፣ ቅድሚ ሕዚ እውን ብዝተፈላለየ እዋን ዘጋጠሙ። ምስኣቶም ተታሒዙ ከምዚ ዓይነት ተመክሮ ነይሩ ዶ ምክንያቱ ሕዚ ሓንሳብ ሓንሳብ ምስ እንታይ ክተሓሓዙ ይርኦም እየ ምስ ሃይማኖት ከታሓዝዎም ይርኢ እየ ካልኣይ እቲ ክታበት ኣብቲ ክታበት ዘሎ ውሁድ እንታ እዩ ኢሎም ክሓቱ እውን ብዛዕባኡ ብዙሕ ዝበሃል ነገር ንፈልጦ የብልናን ክብሉ እውን ይሰምዕ እየ ምናልባት ታሪክ ክንርኢ ከለና ንድሕሪት ተመሊስና ከምዚኦም ዓይነት ምስ ተላገብቲ ሕማማት ተታሒዙ ዝመፁ ምክንያታት ዝተፈጥሩ ኣጋጣምታት ነይሮም ዶ ክኾኑ ይኽእሉ?
ልክዕኪ እንታይ ስሙ ቅድሚ ሕዚ ኣብ ተላገብቲ ሕማት ምጥፋእ ብዙሕ ሽግራት የጋጥም ነይሩ እዩ ግን እቲ ሰብ ክፈልጦ ለለዎ ኣብ ዓለም ክልተ ዓበይቲ ምህዞታት ንወዲ ሰብ መነባብሮ ምምሕያሽ ዝገብሩ ክልተ ዓበይቲ ምህዞታት ኣለዉ። ካብቶም ክልተ ምህዞታት ሓዲኡ ክትባት እዩ፣ ቫክሲነሽን፣ እቲ ካልኣይ ኣንቲባዮቲክ እዩ። እዚኦም ክልቲኦም ዓብዪ ኣስተዋፅኦ እዮም ገይሮም ንወዲ ሰብ ምምሕያሽ ግን ሳይንስ ከምትፈልጥዮ ፍፁም የኮነ ኣብዚ ጉዕዞና ብሳይንስ ምክንያት ሓደ ሓደ ሰባት ክጉድኡ ይኽእሉ እዮም ግን መብዛሕትኡ ክንሪኦ ተለና እቲ ውጤት ና ቫክሲን ና ኣንቲባዮቲክ ፅቡቅ ውጤት ይለለና ለምሳሌ ንድሕር ርኢኪ ቅድሚ ውሑዳት ዓመታት ተሪእና ልድሕሪ ሓደ ቆልዓ ኣብ ስሉስ ዓለም ሓሙሽተ ዓመት ልምብፃሕ ዕስራ ሓሙሽተ ፐርሰንት ዕድል ነይርዎ ሕዚ ግን ሓደ ቆልዓ ሓሙሽተ ዓመት ልምብፃሕ ተስዓይ ሽዱሽተ ፐርሰንት ዕድል ኣለዎ እና እዚ ብምንታይ መፅዩ ተልክኒ ብክትባት ልመፀ እዩ እና ክትባት ሓፈሻዊ ልኮነ ፍልጠት ዘይብሉ ሰብ ኽትራት ኸም ሓደገኛ ገይሩ ክሪኦ ይኽእል እዩ። ግን ብገፊሑ እንድሕር ርኢናዮ ዓብዪ ኣስተዋፅኦ ገይሩ እዩ ኣብ ዝብለለናዮ ምዕባለ። ግን እዚ ክበሃል ተሎ ግን ኹሉ ቐሊል ኣይኮነን። ብዙሓት ፀገም ተፈጢሩ እዩ። እዚ እውን ሓደ ሓደ ግዜ ኣብ በተለይ ኣብዘን ስሉስ ዓለም ሃገራት ብዙሕ ዝተዛበዐ ምስ ኢንፎርሜሽን ዝበሃል ይዋሃብ እዩ ለምሳሌ ኣነ ብኤች ኣይቪ ይሕክም እየ ስለ ኤች ኣይቪ ብዙሕ ዝተዛበዐ ነገራት ኣሎ እና ብዙሓት ሰባት ናብ ሕክምና ከይኸዱ እውን ንክልክል እዩ ስለዚ ብሓፈሽ እቲ ትሪኦ ተለና ምዕባለ ና ቫክሲን ብጣዕሚ ገፊሕ እዩ ግን ተቀባልነቱ ለ ኣብ ሓደ ሓደ ግዜታት ሓደጋ ኣለዎ እዩ እሞ ስቅ ኢሉ ሲ ብቀሊሉ ዝመፀ ኣይኮነ ግን እቲ ሰብ ክፈልጥ ለለዎ ኣነ ዓብዪ ትኩረት ክህብ ለለዎ እዩ ለለ ሓደ ን ሓበሬታ ካበይ እዩ ዝመፀ ሪላያብል ማለተይሲ ሓቀኛ ሓበሬታ ድዩ እዚ እውን ሓቂ ካብ ሕሸት ፈሊኻ ናብ ምፍላጥ ክእለት ክነማዕብል ኣለና። ማሕበረሰብና ኩሉ ልተፅሓፈ ሓቂ ማለት የኮነይ ኩሉ ልተፀወየለ ሓቂ ማለት የኮነይ እና መርሚርና ማሚና ልጠቅመና ለኣና ምውሳድ ብጣዕሚ ጠቃሚ እዩ ኢለ ይግምት። እዛ ቫይረስ እዚኣ እውን ክነጥፍኣ እንኽእል ኩልና እንድሕር ተሓባቢርና ኢና። ግን እቲ ሓደ ሓፍቲ ትብል ተሎ እንድሕር ንስሕቦ ንድሕሪት ኮይና ግን እታ ቫይረስ ላጠዐትና እያ ትኸድ፣ እቲ ማሕበረሰብና እውን ላጠቓዕ እዩ ዝኸድ። ዶክተር ተስፋይ።
ፅቡቕ ኣብታ ናይ ዶክተር ኣረጋይ ንእሽተይ ፅቡቕቲ ኤግዛምፕል ናይ ኤች ኣይቪ ዘልዐላ ኣነ ኣብ ኢትዮጵያ ነይረ ኤች ኣይቪ መጀመርያ ከባቢ እቲ ሕማም ከም ሕማም ከም ፀገም ክፈተሊጡ ናይ መጀመርታ ንህዝቢ ትምህርቲ ዝወሃበሉ ምርመራታት ዝግበረሉ ግዜታት ብጣዕሚ ከቢድ ፈተና እዩ ገጢሙና ነይሩ ከም ጥዕና ሰብ ሞያ ብምሉእ ኣብ ኢትዮጵያ ማለት እዩ ካብ ሃይማኖት መራሕቲ ጀሚሩ ክሳዕ ናይ ባህሊ ሕክምና ንፈልጥ ኢና ናይ ባህሊ ብባህላዊ ሕክምና ክነድሕኖ ንኽእል ኢና እዚ ሕማም እዚ ሓዱሽ ኣይኮነን ዝነበረ እዩ ናይ ቀደም ሰብ እናሞተ እናርእና ንሕና ሰብ ሞያተኛ ኮይና ካልኦት ሰባት ከምዚ ኢሎም እቲ ህዝቢ ብዝጎድእ መንገዲ ክለዓሉ ክንርኢ ከለና ብጣዕሚ ይገርመና ነይሩ እና ታይ እዩ እቲ ምክንያቱ ኩሉ ግዜ ሰባት ናብ ነናይ ባዕሎም ሓሳብ ዝመሰሎም ታይ እዩ ክገብሩ ስለ ዝሓስቡ እቲ ዝመሰሎም ነገር ትክክል መሲሉ ይረኣዮም እሞ ካሊእ ሰብ እውን ንሱ ንክገዝኦ ይፅዕሩ እና ብዙይ ምክንያት ብጣዕሚ ከቢድ ግዛዕ እዩ ነይሩ ናይ ኤች ኣይቪ ናይ ክታበት ጉዳይ ኣይነበረን እቱ ዝነበረ እቲ ሕማም ባዕሉስ ኣሎ የለን እስካዕ ምባል ሰብ እናመተ እውን ከምኡ ዓይነት ሕማም የለን ወይ ቅድሚ ሕዚ ዝነበረ እዩ ኣመንሚኒ ዝበሃል ብዙሕ ነገር እዩ ዝለዓል ነይሩ ስለዚ ካብዚ ካብዚ ክታበት ዝገደደ ማለት እዩ ጠቅላላ ዘይምህላው እውን እንታይ እዩ ስምዘ ደሓር ንክትከላኸል ኣሸጋሪ ይኸውን ማለት እዩ ብጠቅላላ ግን ናይ ዘም ዓበይቲ ሕማማት ተብ ቀረባ ግዜ ዘርእናዮም ኤች ኣይቪ ኮቪድ ገለብ ጥራሕ ዘይኮነስ ክታበት ብክታበት እንከላኸሎም ሕማማት ኣለው ብጣዕሚ ውፅኢታዊ ዝኾኑ ስለዚ ብዙይ ምክንያት ኽታበት ንኩሉን ክወሃብ ማለት ብዕድመ ተገዲቡ ህፃናት ካብ ዝተወለድሉ መዓልቲ ጀሚሩ ኣብ እዋን ኣብ ዝተወለድሉ ዕለት ዝወሃበ ኣሎ ካብኡ ብብዕድመ እናተበለ ዝወሃበ ኣለዉ ዓብይ ኮይንካ እውን ዝውሰዶ ኣለዉ እዙይ ውፅኢታዊ ምዃኑ ንብዙሕ ዓመታት ዝተረኣየ እናሃለወ እውን ኣይንወስድን ጎዳኢ ኢሎም ዝኣምኑ ሰባት ሕዚ እውን ኣለዉ ማለት እዩ እዙይ ኣብ ተግባር ንክውዕል ምእንታን ኣይወስድን ወይ ድማ ክታበት ኣይጥቀምን ክትብል ተለካ ንባዕልካ ጥራሕ ዘይኮንካስ ንቲ ካሊእ ሰብ እውን ስለዝኮነ ኣብ ሓደጋ ተውድቆ መንግስታት ብሕጊ ደንጊጎም እንድሕር ዘይተከቲብካ ትምህርቲ ቤት ኣይትኣቱን ይብልካ ማለት እዩ ክታበት ተዘይወሲድካ ግሪን ካርድ ኣይወሃበካን ይብልካ ማለት እዩ ካልኦት ካልኦት እውን እቲ ሕጊ ኣብ ተግባር ንክውዕል ዝግበሩ ነገራት ይህልው ንምንታይ እዩ ዘድሊ ዘሎ ኣብ ሕብረተሰብ ዝቃወም ሰብ ስለዝህሉ እቱ ጠቓሚ እናሃለወ እውን ጠቓሚ እናሃለወ እውን ናይ ግድን ናይ ኹሉ ሕብረተሰብ ስምምዕነት ኣይህሉን ማለት እዩ። ስለዚ እዙይ እውን ካፍቱ ንውር ዝተፈለየ ሓሳብ ሒዙ ዝነብር ወይ ዝቐርብ ሕብረተሰብ ክኸውን ይኽእል እዩ። ብጠቕላላ ክንሪኦ ተለና ግን እቱ ናይ ኮቪድ እውን ናብ ብሕጊ ኣብ ተግባር ንኽውዕል ክግበር ምዃኑ ዘይተርፍ ነገር እዩ።
ማዕቲ ትሰምዕዎ ዘለኹም ብዋሽንግተን ዲሲ ዝርከብ ድምፂ ኣሜሪካ እዩ ብዛዕባ ክታበት ኮቪድ 19 ዝዘራረቡ ዘሎ ዶክተር ኣረጋይ ግርማይ ካብ ኖርዝ ካሮላይና ጋስተን ኣገልግሎት ሕክምና ስድራ ዶክተር ተስፋይ ተጠምቀ ካብ ኣሌክዛንድሪያ ቨርጂንያ ሓኪም ውሽጣዊ ኣካላት እዮም መደብና ይቕፅል
ንኣብነት ገለ ገለ ስቴታት ኣሜሪካ ሕግታት ኣውፅኤን ኣለዋ ዘይተኸተበ ትምህርቲ ቤት ክኣቱ ይኽእልን ዘይተኸተበ ማዕሮ ግሪን ካርድ ዘይክወሃቡ ይኽእል ዝተፈላለዩ ሕግታት ኣውፅኣል እዚ ምስ ሰብኣዊ መሰል ሓደ ሰብ ደልዩ ባዕሉ ክገብሮ ዝኽእል ነገር ንባዕሉ ዝኸውን ነገር መሰሉ ምድፋእ ዶ ይኸውንን ምክንያቱ ሰብኣዊ መሰል ተሓላቂት እየ እትብል ዓባይ ሃገር ኣብ ከምዚ በፂሓ ክብላይ ካልእ ሰብኣዊ መሰላት ዝዳፍኡ ነገራት ክትገብር ከላ ኣይዋቃዕን ዶ ክልትኡ
ኣሰላ ክብለላ ኣይዋቃዕን ምክንያቱ መሰል ዝበሃል ናይ ካሊእ ሰብ መሰል ዘይትንክፍቲ ኮይንካ እዩ ናይ ካሊእ እዚ ሕዚ ፀገም ዝኸውን ዘሎ ንባዕለይ ኣይወስድን ኢልካ ምስ ካሊእ ሰብ ዘይትራኸ ወይ ድማ ንካሊእ ሰብ ዘይትጎድእ ሰብ ተኾይንካ ዋላ ኣብ ሆስፒታል ከይድካ እውን መድሓኒት እንዲ ክትብል ትኽእል ኢኻ ንሂወትካ ወሳኒ ዝኾነ ሰርጀሪ እውን ኣይደልን ክትብል ትኽእል ኢኻ መሰልካ እዩ ፈሪምካ ነፃ ኢኻ ከምዚ ዓይነት ነገር ንኣኻ ጥራሕ ዝምልከት ተኾይኑ መሰልካ እዩ እስካዓ ሙማት እውን ክመውት እየ ዝደሊ ኣነ መድሓኒት ኣይወስድን እንተልካስ ብናይ ኣሜሪካ ሕጊ ኩፉት እዩ ትዕድል ንሱ ጸገም ዝኸውን ዘሎ ኣነ ኣይክሰብ እንተኢልካ ንካሊእ ሰብ ንሚልዮናት ሓደጋ ትኸውን ኣለኻ ንካሊእ ሰብ ሓደጋ ክትከውን ተለኻ ድማ ናትካ መሰል ምስ ናይ ብዙሓት መሰል ክናጻጸር ኣለዎ ማለት እዩ ስለዚ ብዙይ መንገዲ እዩ ክረእ ዘለዎ እቶም ስቴታት ውን ከምዚ ዝገብሩ ንቲ ውልቀ ሰብ ንምጉዳእ ዘይኮነስ ናይቲ ዝበዝሐ ህዝቢ መሰል ንምኽባር ናይ ውልቀ ሰብ መሰል ይግደብ ማለት እዩ። መሰል ምግዳብ ገይሩ ተወሲድናዮ ንሱ ዝደለዮ ዘይምግባሩ ማለት እዩ። ዝተረፈ ግን እቲ ቀንዲ ነገር ዝመስለኒ እቱ መንግስታት ህዝቦም ናይ ምክልኻል ግዴታ ኣሎ። ንምክልኻል ድማ እቲ መከላኸሊ ፍቱን ዝኾነ ብብዙሕ ብሞያ ዝተረጋገፀ መንገድታት ምኽታል የድሊ ማለት እዩ። ንዙይ ክዕንቅፍ ወይ ድማ ኣብ ተግባር ንከይውዕል ዝገብር ሰብ ተኾይኑ ያው ካብ ገዝኡ ብሓይሊ ወሲዶ ኣይኮነን ሰብ ተኸተብ ዝበሃል ኣብቲ ሰብ ዝእከበሉ ኣይትመፅእን ናብ ካሊእ ቦታ ክትኸይድ ናብ ዓደይ ኣይትኣትውን ኢኻ ትበሃል ዘለኻ። ስለዚ እታ ካሊእቲ ጥቕሚ ተደሊኻስ ናይቲ ካልኦት መሰል እውን ክተኽብር ኣለካ ማለት ኢና። ብዙይ ተምርዮ ፅቡቕ እዩ። እስከ ኣብዚኣ ዝውስኹላ ተሃሊዎም ዶክተር ኣረጋይ ንእሽተይ ዕድል ክቦም። እወ ኣነለ ሰራእ መብቲ ኩሉ ሻዕ ምስ ግዴታ እዩ ዝኸድ። እንድሕር ጥራሕ መብተይ ክጥቀም እየ ልብል ሓሳብ ሃሊዎ ሰብ ልሰብ ክጎድእ ይኽእል እዩ እና ታይ ይበሃል ሓደ ሰብ ኽልተ ኢዱ ናብ ምዝርጋሕ መብቲ ኣለዎ ክሻዕ ናሰብ ኣፍንጫ ለይወቅዐ ዋንስ ዩ ሂት ናሰብ ኣፍንጫ ብልወቃዕካ ኢድካ ትእርም ማለት እዩ ስለዚ እንታይ እዩ እዞም ሰባት እዚኦም እውን መብቲ ኣለዎም ክሻዕ ናይ ካልኦት ሰባት ህልውና ለይተዳፈ ስለዚ ኣብዚ መብቲ ምስ ግዴታ ምስ ሓላፍነት ንኸድ መብቲ እዩ መብት ልበሃል እምበር ናብ ብዙሓት ህይወት ኣብ ሓደጋ ላብፃሕኻ ና ውሑዳት ሰባት መብት ምሕላው መብት ይኹነ ስለዚ ናክልቲኡ ማእኸለዋይ ባላንስ ዝኾነ ምድላይ እዩ ሓቀኛ ክኾን ዝኽእል እምበር ወ መብቶም እዩ እሞ ሃምድላዮም ክኸዱ ኣለዎም ኢልካ ታይሱ ምግባር ብጣዕሚ ሓደገኛ ኣይኮነ ግቡእ ካ ክትፍፅም ኣለካ ማለት እዩ መሰልካ ንክክበር ግዛት እወ ልክ ዶክተር ተስፋይ እቲ ክታበት ምውሳድ ጥራሕ ብባዕሉ ርግፀኛ ድዩ ንምድሓን ወይስ ካልኦት ተወሳኽቲ ምስኡ ዝኾኑ ነገራት ኣሎ ምክንያቱ ንግዜኡ እዩ ዝውሃብ ዘሎ ዚ ክታበት እምበር ዘላቀይ መፍትሕ ኣይኮነን ዝብሉ ሓሳባት ይለዓሉ እዮም ሞ ከመይ ትሪኦ ብሕክምና ብናይ ሕክምና ፍልጠት ሳይንስ ወይ ድማ ናይ ምክልኻል ሕማም ናይ ምክልኻል ሜላታት እቲ ብጣዕሚ ጠቃሚ ዝኾነ ከምዚ ክታበት ዝርከቦ ሕማም እንተኮይኑ ብጣዕሚ ዕውት ዝበሃል ናይ መከላኸሊ መንገዲ ክታበት እዩ ዝበሃል እዩ ዝኸውን ምክንያቱ ከይሓመምካ እናሃለካ ንብዙሕ ግዜ ዝፀንሕ ናይ ምክልኻል ዓቅሚ ስለ ዝፈጥር ማለት እዩ ስለዚ እቲ ብክታበት እንከላኸሎ ሙሉእ ብሙሉእ ዝተኸተበ ሰብ እንደገና ዘይሕዞ ተኾይኑ፣ ክታበት ብምውሳድካ ብዙሕ ሰብ ብምክታቡ ምክንያት እቲ ሕማም ካብቲ ከባቢ ብጣዕሚ ዝቕንስ ወይ ዝጠፍእ ተኾይኑ፣ እሞ ንህዝቢ ንዝበዝሕ ሕብረተሰብ ሓደጋ ኣይኮነን ተባሂሉ ኣብ ዝእመነሉ ግዜ፣ ክታበት ጥራሕ ወሲድኻ ካልኦት ነገራት ከይገበርኻ ምንባር ይከኣል ማለት እዩ። ተዘይኮይኑ እቲ ፀገም ዝኸውን ዘሎ ሕዚ ምስ ኮቪድ እቲ ክታበት ፅቡቕ ይሰርሕ ኣሎ እዩ ንሪኦ ኣለና ኣብ ሆስፒታላት እውን ኣብ ግዛዕ እውን ዝተኸተበ ሰብ ብጣዕሚ ብውሑድ እዩ እቲ ክጥቃዕ ዝኽእል እቲ ዝመውት ዝነበረ እቲ ዝሓሚ ዝነበረ ቁፅሪ እውን ብጣዕሚ ተመሓይሹ እዩ እቲ ክታበት ይሰርሕ ኣሎ እዩ ግን ሚእቲ ብሚእቲ ኣይኮነን ስለዚ ብተፈላለየ መንገዲ ዝሓሙ ሰባት ክህልው እዮም ከምቲ ዓንተውን ነዋግዖ ዝነበርና ድማ ዓብዪ ቁፅሪ እዚ ናይ ሕብረተሰብ ድማ ዘይተኸተበ ሰብ እውን ስለ ዘሎ ብሕማም ሕዚ ውን ኣሎ ብሰፊሑ ማለት እዩ ስለዚ እታ ክታበት ጥራሕ ስለ ዝተኸተብካ በቃ ድሕሪ ሕዚ ኣይሕዘንን ናይ ምክልኻል ዓቕመይ ዝተማለኤ እዩ እቶም ኻልኦት ሓቢሮም ዝግበሩ ናይ መከላኸሊ ሜላታት ኣየድልዩን ናብ ዝብል ክንኸይድ የብልናን ማለት እዩ ማስክ ክንገብሮ ዝግበና ማስክ ንገብር ኣብ ብዙሕ ዝተኣከበ ሰብ ብዘይ ኣድላይ ኣብ ዘይኾነ ቦታታት ዘይምርካብ ናይ ግድን ብትምህርቲ ብስራሕ ገለ ክንረኽቦም ዝግበና ክንከዶም ዝግበና ከባቢ ተኾይኑ ድማ መከላኸሊ ተጠቒምና ንገብሮ ማለት እዩ። ምኽንያቱ ኢንፌክሽን ናይ ምሓዝ ዕድሉ እዩ ብጣዕሚ ዝወረደ ዝኸውን እምበር ሕዚ እውን ተኸሲብካ እናሃለኻ እውን ናይ ምሕማም ዕድል ኣሎ እዩ። ገና እናተማሃርናዮ እናፈለጥናዮ እንኸደሉ ኩነታት እዩ ብዛዕባ እዚ ሕማም እዚ። እንተኾነ ግን ክታበት ዘይምኽታብ እቶም ካልኦት ስለ ዝገብር ዘለኹ ክታበት ተተረፈ ፀገም የብሉን ናብ ዘብል ግን ዘኽይድ ኣይኮነን። እቶም ካልኦት ሓገዝቲ እዮም ክኾኑ ዝግብኦም፣ ማስክ ምግባር፣ ኢድኻ ምሕፃብ፣ ካብ ሰብ ምርሓቕ እዚኦም ሓገዝቲ ይኾኑ ማለት እዩ። እቲ ክታበት ሓደ ብሰፊሑ ዕዉት ዝኾነ ናይ ምክልኻል ስራሕ ይሰርሕ፣ እተን ዝጎደላ ሚእቲ ካብ ሚእቲ ስለዘይኮነት ድማ ተስዓን ሓሙሽተን ፐርሰንት ይከላኸል፣ ተስዓ ፐርሰንት ይከላኸል፣ እተን ዝጎደላ ድማ በተን ካልኦት መከላኸሊ ሜላታት እናተጠቐምካ ምቕፃል ኣድላይ ክኸውን እዩ። እቲ ክታበት እስካዕ መዓዝ ሙሉእ ብሙሉእ ይሕግዝ ዝብል እውን ገና ምስቱ ቀረባ ግዜ ምጅማሩ ዘይንፈልጦ ነገራት ስለዘለዉ ድሕሪ ሽዱሽተ ወርሒ፣ ድሕሪ ሓደ ዓመት፣ ድሕሪ እተወሰነ ኣዋርሕ ናይ ምክልኻል ዓቕሚ ናይ ምቕናስ ነገር ከይህሉ ልክዕ ከም ናይ ንምሳሌ ፍሉ በብዓመቱ እዩ ሰብ ክወስድ ዘለዎ። እዚ በብዓመቱ ድዩ ክኸውን ዘለዎ፣ በብብዙሕ ዓመት ፀኒሕኻ ድዩ ወይ ድማ ሓደ ግዜ ዝተኸተበ ሰብ ብጣዕሚ ነዊሕ ንነዊሕ ግዜ ዝፀንሕ ናይ መከላኸሊ ይህልዎ ዝብል እናፀረየ እስካዕ ዝኸይድ እታ ዝኸታበት እውን ምውሳድ እተን ቅድሚ ሕዚ ዝግበራ መከላኸልታት እውን ምግባር ማለት እዩ ከምኡ ተዝኸውን እዩ ዝሓሸ ዝኸውን ፅቡቅ ዶክተር ኣረጋይ ድሕሪ እቲ ክታበት ስዒቡ ዝመፅእ ርእሲ ሕማማት ክብድቲ ብፍላይ ተካልኢቲ ክታበት ድሕሪ ምውሳድ ዝመፅእ ቃንዛታት ኣሎ ሕዚ ሰባት ዝፈርሕዎ ዘለው ነቲ ኮቪድ ሕማሙ ባዕሉ ድዩ ወይስ ክታበት ተኸቲብካ እውን ዝመፅእ ሕማም እዮም ምናልባት ተገብሩ መፅናዕቲ ትፈልጥዎም ተሃልዩ ኣብቲ ከባቢ ስለ ዘለኹም እውን ኣየና እዩ ዝፈርሕ ዘሎ ሰብ እወ እቲ ቀንዲ እኳ እቲ ሕዚ ሰብ ዘፍርሖ ዘሎ በዓል እዩ ንመሓላስ ዘስለሎ ለይተፃረየ ወረ እዩ በለካ በለካ ዝበሃል ወረታት እዩ እቲ ሰብ ለፍርሖ ለሎ ብዓብ ምክንያቱ ሓደ ሓደ ሰባት ንምሳሌ እቲ ሕማሚ እቲ ቫክሲን ኣወዳድሩ እንድሕር ኢልካ ኣይኑ ክጎድኦኩም ዝኽእል ኢልካ ኣነ ሕዚ ዝሕሙማተይ ኣይና ይጎድኦኩም ሕማም ዶ ይጎድኦኩም ወይ ክትባት ናዩ ሳዕቤን ይጎድኦኩም ኢልካ ንድሕር ብሓቂ ሓቲትካ እዮም እቶም ሰባት ብሓቂ እቲ ሕማም እዚ ዝጎድእና ኢሎም እዮም ዝኣምኑ መብዛሕትኦም ግን እቲ ኣብ ጥርጣሬ ከእትዎም ዝኽእል ግን እቲ ምስ ኢንፎርሜሽን ዝበሃል ብእንግሊዝኛ ወይም ዘይተፃረየ ሓበሬታ እዩ እቲ ዓብዪ ዕንቅፋት ኮይኑ ዘሎ ሕዚ ስለዚ ከምቲ ዳብሊኦቾ እውን ሎሎ ሲዲሲ ሉሎ እዚ ለይታፃረየ ወረ ዓብዪ ዕንቅፋት ኮይኑና ኣሎ እና እቲ ልበልክዮ እወ ክትባት እወ ኣብ ዝተወጋእካሉ ቦታ ይቅንዙ ናርእሲ ምታት ይሕዘካ ረስኒ ይገብረልካ ሓደ ግዜ ዓፅምኻ ልሕምን እውን ልቕንዙ ነገር ይገብረልካ ግን ብጣዕሚ ብሓፂር ግዜ ልጠፍእ ነገር እዩ ብዙሕ ግዜ ልፀንሕ ይኹነይ ሓደ ሓደ እው ነገራት ኣሎ ሓደ ሓደ ሰባት ክኽተቡ ለብሎም ሰባት ኣለዉ ለምሳሌ እቲ ቫክሲን ወሲዶም እንድሕር ወዲቖም ወይም ኣእምሮም ስሒቶም ኣብ ካልኣይ ቫክሲን ክወስዱ የብሎም እዩ ምክንያቱም ኣብቲ ቫክሲን ውሽጢ ተወሰኽቲ ቀመማት ኣለው ዝቱ ቫክሲን ዘተሓሕዝዎ ምናልባይት ናዞም ተወሰኽቲ ቀመማት ኬሚካላት እዚኦም ሪኣክሽን ክጋጥሞም ስለ ዝኽእል ስለዚ በተለይ ኣናፍላክቲክ ዝበሃል ብጣዕሚ ሓደገኛ ዝኾነ ሳይድ ኢፌክት እንድሕር ሃልዎ ክወስዶ የብለይ ብተረፍ ሰብ መብዛሕትኡ ሰብ ቫክሲን እዚ ክወስዶ ዝኽእል እዩ እና ከምቲ ዓንተ ዶክተር ተስፋ ኢልበሎ እቲ ቫክሲን ብብዙሕ ግዜ ሓደ ሕማም ሓደገኛ ኮይኑ ከይሕዘካ ይከላኸል እዩ ካልኣይ ጣዕሚ ጥቕሙ ሞቲ ኣብ ሆስፒታል ምድቃሲ ኣቮይድ ይገበር ይከላኸል እዩ ስለዚ እቲ ቫክሲን ብዙሕ ጥቕሚ ዩ ለለዎ ግን ዓብዪ ቀንዲ ቀንዲ ዕንቅፋት ኮይኑ ለሎ ሕዚ ግን ቱ ሚስ ኢንፎርሜሽን ወይ ድማ ዘይተረጋገፀ ሓበሬታ እዩ እዚ ዓብዪ ሽግር ኮይኑሉ ዘሎ። ገለ ገሊኦም ሰባት እዚ ኣብ ተወጋእካሉ ኢድካ ዘሕምም ንኣብነት ኣብ ዝተፈላለዩ ማሕበራዊ ሚድያን ዩቲባትን እዚ ሓበሬታታት ከተኣኻኸብ ዝረኸብክዎ ክኽተብ ከለኻ ኣብቲ ውሽጢ ትተርፍ ዝኾነት ቺፕስ ኣላ ይብሉ ብኣቢሎም ኣበይ ንኸይድ ታይ ንገብር ክከታተሉና ስለ ዝደልዩ እዮም ሓያላን ሃገራት ወይ ከዓ ነዚ ክታበት እዚ ዝህቡና ዘለዉ ሃገራት እዚ ክቆፃፀሩና ስለ ዝደልዩ እዮም ገለገሊኦም ድማ ምስ ናይ መፅሓፍ ቅዱሳት ትንቢታት ወይ ድማ ፍፃመታት ብምትሕሓዝ ምስኡ ተታሒዙ ዝብልዎም ነገራት ኣለዉ ስለዚ መበገሲ ናይታ ቃንዛ ምናልባት ናይቲ ሓይሊ ወይ ከዓ ናይቲ ክታበት ናይቲ መድሕያኒት ክኾን ይኽእል ወይ ከዓ ናይቲ መርፍእ ድዩ ወይስ እንታይ እዩ እቲ ዝፈጥሮ ቃንዛ እንታይ እዩ እቲ መበገሲኡ ንሱ ሕዚ ኣይ ቲንክ ብፅቡቅ ዶክተር ኣረጋይ ገሊፅዎ ኣሎ ቱ ናይ እቲ ምክንያታት ሓደ ካብ ሰባት ዝለዓለ ኣመላኻኽታ ሓደ ነገር ሓቂ ክንሪኦ ዘለና ግን ሰብ ንኣንቲባዮቲክ ይኹን ወይ ድማ ካልኦት መድሓኒታት ክውጋእ ተሎ ይሕሞ እዩ ክሕሞ ተሎ ዝቕበሎ እቲ ዘለኒ ሕማም ስለ ዘድሕነኒ፣ ካብ ሙማት ስለ ዘድሕነኒ፣ እታ ቃንዛ ክቕበላ እየ። ዝተወሰነ ግዜስ ንእሽተይ ቃንዛ ግን ብዓብዩ ድማ ንኽድሕን ኢሉ እዩ እታ ቃንዛ እሳ ዝቕበላ። እዚ እውን ተመሳሳሊ እዩ። መርፍእ ክትውጋእ ተለኻ ገለ ገሊኡ ይቕንዙ እዩ፣ ገለ ገሊኡ ኣይቕንዙን። ዝቕንዘወሉ ምኽንያት ኢልና ብቐሊሉ ክንርድኦ ተፈቲንና፣ እቲ መድሓኒት ናይ ደገ ኣብ ኣካልና ክኣቱ ተሎ ናብቲ ሰውነትና ማስል ክኸውን ይኽእል፣ ቆርበት ክኸውን ይኽእል ወይ ጭዋዳ ክኸውን ይኽእል ኣብ ዘይቦትኡ እዩ ዝድፋእ ዘሎ። ኣብ ዘይቦትኡ ክድፋእ ተሎ ዝፈጥሮ ቃንዛ ክህሉ እዩ። ናይ ገለ ገለ ሰብ ንሓጻር ግዜ ትኸውን ናይ ገለ ገሊኡ ድማ ንውሕ ክብል ይኽእል እዩ። ስለዚ ቃንዛ ምህላው፣ እቲ ከባቢ ምቕያሕ፣ ምሕባጥ ገለስ ከጋጥም ካብ ዝኽእሉ ሳይድ ኢፌክትታት ካብቱ ዝተሓሰበሉ ዕላማ ብተወሳኺ ከምፅኦም ዝኽእል ነገራት ተውሂሎም ዝተፈለጡ ተፈሊጦም ዝሓደሩ እዮም ማለት እዩ። ንሳቶም ናብ ሞት ኣየብፅሑን ናብ ካሊእ ነገር ኣየብሉን። ስለዚ ብዙይ ምኽንያት ብዙሕ ሚልዮናት ዝቐትል ሕማም ንክትከላኸል ኢልካ ንእሽተይ ቓንዛ ንተወሰነ ግዜ ምውሳድ ምቕባል የድሊ ማለት እዩ። መጀመርታ እዚ ዕድል እዙይ እውን ከይተረኸበ እናሃለወ ሰብ ብሚልዮናት እዩ ዝረግፍ ነይሩ። ስለዚ ምስቱ ዕላምኡ ኣነጻጺርካ ተተወድኤ ኢደይ ተሓቢጣ ወይ ተቐንዚያትኒ ንሓደ ሰሙን ንሳ ምቕባል ዶ ይሓይሽ ወይስ እንድሕር ዘይተኸቲበ እሙት ሕማም ተሒዝኒ ናይ ሙማት ዕድል ዘሎ መን'ዩ ትኽብደት ክልቲኡ ኣነጻጺርካ ኢኻ ትወስዶ ስለዚ ዝኾነ ነገር ክግበር ተሎስ ሓቢሩ ዝመጽእ ዘይተደለየ ሳዕቤን ኣሎ ማለት እዩ እዚ እቲ ሓደ ምናልባት ቆልዑ ኮይንኩም ቆልዑ ኮይና ናይ ቶንሲል ግዛዕ ዝተወገ ሰብ ትገለተ ነይሩ ብጣዕሚ ዝቕንዙ መራሲ ቀደም እውን ይፍለጥ እዩ
ሰማዕትና እዚ መደብ ኣይተወደን ፅባሕ እውን ክቕፅል እዩ ካልኣይ ክፋሉ ፅባሕ ሰንበት ሒዝናልኩም ክንቀርብ ኢና ብዝተረፈ ንኣጋይሽናን ንሳራን ነመስግን። ኮቪድ 19 ንተምሃሮ ደቡብ ኣፍሪቃ ኣብ ክፍሊ ኣቲኻ ምውሳእ ጥራይ ዘይኮነስ እንኮላይ ካብ ቤተ ምርምር ማለት ላቦራቶሪ እዩ ሓፂርዎም ዩኒቨርሲቲ ጆሃንስበርግ ግን ነዚ ሓፅር እዚ ብካልእ መንገዲኦም ክፈትሕዎ ዝፍትኑ ዘለዉ ነቶም ናብ ቤተ ምርምር ክኸዱ ዘይከኣሉ ተማህሮ ድማ ናብ ገዝኦምን ናይ ኢድ ተሌፎኖምን መጺዎም ኣሎ ወኪል ድምፂ ኣሜሪካ ሊንዳ ጊቨታሽ ካብ ደቡብ ኣፍሪቃ ዝለኣኸቶ ጸብጻብ ኣብርሃም ተስፋ ልኡል ተርጊምዎ ኣሎ ንንባብ ናብ ገብረ ገብረ መድህን ኣብ ቅድሚ ዓብዪ ናይ ቴሌቭዥን ስክሪን ኣብ እዝኖም እዝኒ መስመዒ ሄድሰት ገይሮም ዝረኣዩ ተምሃሮ ደቡብ ኣፍሪካ ኣብ ፀዋታ ኮምፒተር ዘለዉ እዮም ዝመስሉ። እቲ ሓቂ ግን ኣብ ፀዋታ ዘይኮነስ ፍልጠቶም ኣብ ምዕባይን ኣብ ምርምርን እዮም ዘለዉ። እቲ ንክውንነት ብምስሊ ዘራኽብ ማለት ናይ ቨርቹዋል ሪያሊቲ ናይ ማዕዶ ክፍሊ ምርምር ዩኒቨርሲቲ ጆሃንስበርግ ንተምሃሮ ብዛዕባ ቫይረስን ዋህዮታትን ንክምርምሩ ዘኽእል እዩ። ኣብቲ ዩኒቨርሲቲ ናይ ዶክትሬት ተምሃሪት ማፎር ፐን እቲ ተኽእሎ ኣዝዩ ሓጋዚ ምዃኑ ትዛረብ። ተምሃሮ ብቐረባ ክምርምሩ፣ ንተኽእሎታት ደቀቕቲ ህዋሳት መላሊሶም ክፍትሹን ፍልጠቶም ከዕብዩን ከም ዝሕግዝ ትዛረብ። ንቤተ ምርምር ብኸምኡ ዝመስል መንገዲ ምቕራብ ድማ፣ ተምሃሮ ምስ ሕጽረት ግዜ ኣብ ቤተ ምርምር ክገብርዎ ዘይኽእሉ ዝነበሩ ሕዚ መላሊሶም ክፍትሹ ሓጊዝዎም ኣሎ። ቅድሚ እቲ ኮቪድ ዓሰርተ ትሽዓተ ዝፈጠሮ ክልከላ'ውን ቤተ ምርምር ደቡብ ኣፍሪካ ብሰንኪ ጽበትን ሕጽረት ግዜን ንተምሃሮ ምሉእ ዕድል ዝህብ ኣይነበረን። እዚ ሕጽረት እዚ ግን ሎሚ ብሳላ ተኽእሎታት ቴክኖሎጂ ተፈቲሑ እዩ። ዩኒቨርሲቲ ጆሃንስበርግ ዓሰብ ኩባንያ ጉጉል ብምኽታል